ሰላም ሰላም ኩልኹም ነዛ ቪድዮ ትከታተሉ ዘለኹም ከመይ ቀኒኹም ሰላምን ጥዕናን ዘለዎ ሰሙን ቀኒኹም ክትኮኑ ተስፋ እናገበርኩ ንሎም መዓንቲ እምበኣር ብሓድሽ ቪድዮ መፅእ ኣለኹ ነቶም ሳብስክራይብ ብምግባር ኣባላት ናይዚኣ ዩቱብ ቻነል ዝኾንኩም ከኣ እንኳዕ ደሓን ጸናሕኩም ብምባል ነቶም ሓደሽቲ ዝኾንኩም ወይ ድማ ሳብስክራይብ ዘይገበርኩም ከኣ እንኳዕ ብደሓን መጻኹም እናበልኩ ሳብስክራይብ ክትገብሩ ብኽብሪ ይዕድመኩም። ንሎማዓንቲ እምበኣር ከምቲ ትርእዩና ዘለኹም ኣብ ላይብረሪ ወይ ድማ ኣብ ቤት ንባብ ምስ ደቀይ መጺና ኣለና። ነዚኣ ንእሽተይ ጓለይ ናይ ኣባልነት ናይዚ ቤት ንባብ ክነእትዋ ማለት እዩ ሜምበርሽፕ መፂና ኣለና ኣብዚ ዓዲ ቆልዑት ምስ ተወለዱ ካብ ሰለስተ ወርሒ ኣትሒዞም ናይዚ ቤት ንባብ እዚ ኣባላት ንክኾኑ ኢንቪቴሽን ይስደደልካ እዩ ኣነ ከኣ ብሰንኪ ኮሮና ዝነበረ ኩሉ ነገር ተዓጽዩ ስለ ዝነበረ ኣየመዝገብኳን ጸኒሐ ማለት እዩ ነቲኤን ክልተ ዓበይቲ ደቅና ግን ካብ ሰለስተ ወርሒ ኣትሒዘን ኣብዚ ቤት ንባብ መምበርሽፕ ኣለዎን ማለት እዩ ብነፃ ክሳብ ደቂ 18 ዓመት ዝኾኑ ከዓ ቆልዑት ብነፃ መፅሓፍቲ ክልቅሑ ይኽእሉ እዮም ማለት እዩ። ገለ ካብቲ ነዛ ቪድዮ ክሰርሕ ዘበገሰኒ ምኽንያት ከኣ እምበኣር፣ ኣነ መጀመርያ ቆልዓ ምስ ወለድኩ ኣይፈልጥን እየ ነይረ፣ ቆልዓ ኣብ ክንደይ ዓመቱ ወይ ድማ ኣብ ክንደይ ወርሑ ምንባብ ከም ዝጅምር ኣይፈልጥን እየ ነይረ፣ እቲን ዘሕርሳኒ ዝነበራ ነርሳት ወይ ድማ እተን ዝኣልያኒ ግን ኣብ ገለ እዋን መጽሓፍቲ የንብበላ ዶ ንጓለይ ከመይ ግዜ ነሕልፍ ምስ ሓተታኒ ኣነ ከኣ ጓል ኣዋሪሓ ነይራ ማለት እዩ ጓለይ ኣይፈልጥን እየ ነይረ ትሰምዓኒ ድያ ኢለየን ማለት እዩ ንእሽተይ ስለ ዝነበረት ናይ ኣርባዕተ ወርሒ ገለ ትሰምዕ ድያ እዚኣ ቆልዓ ኢለየን ማለት እዩ ሽዑ እንታይ ኢለናኒ እዋ ምስ ኣንበብክላ እኮ ክትሰምዕ ከየንበብክላ ግን ክትሰምዕ ኣይትኽእልን እያ ካባኺ ግን ቃላት ክትሰምዕ ምስ ጀመረት ሽዑ እያ ምስማዕ ወይ ድማ ምዝራብ ክትለምድ ኢሎምኒ ማለት እዩ ካብ ሽዑ ትሒዘ ኦኬ ኢለ ቆልዓ ካብ ንእሽነቱ ካብ ህፃንነቱ ምንባብ ክንጅምረሉ ከም ዘለና ተረዲእኒ ማለት እዩ ከምዚ ትርእይዎ ዘለኹም ነዚኣ ሕጂ ዝኸፍታ ዘለኹ ቦክስ ምስ ኣመዝገብኳ ኣብኡ ከምቲ ፎርም ክመልእ ፀኒሐ ማለት እዩ ትዘድልየኒ እቲ ናተይ ኣስማት ናይ ጓለይ ዕድመ ገለ ኩሉ ምስ መላእና ኣብዚ ነዚኣ ቦክስ ሂቦምኒ ማለት እዩ ኣብዚ ውሽጢ እዚ ቦክስ ቆልዑት ካብ ሰለስተ ወርሒ ጀሚሮም ምንባብ ክለምዱ ከም ዘለዎም ዝሕብር ፅሑፋት ኣሎ ወይ ድማ ጥቕሚ ምንባብ ንቆልዑት እንታይ እዩ ኣገዳስነቱ ብቐሊል ከዓ ካብ ሰለስተ ወርሒ ጀሚሮም ማለት እዩ እዚኣ ትሪኣ ዘለኽን ዝኸፍታ ዘለኹም ካብ ሰለስተ ወርሒ ክሳብ ዓመት ወይ ድማ ትምህርቲ ሟል ህፃናት ክሳብ ዝጅምሩ ዘለዎ ግዜ ብቐሊል ኣገባብ ናይ ምንባብ ልምዲ ከመይ ከም ዘጥርዩ ወይ ድማ ቁሩብ ኢንተረስትድ ክኾኑ ኣብ ትምህርቲ ኣብ ምንባብ መጽሓፍቲ ኢሎም ንዕኦም ከም ዝምስጦም ከም ዝስሕቦም ጌሮም እዮም ዘዳልዎ ማለት እዩ። እዚ ሕጂ ምናልባት ከምዚ ናተይ ዘይትፈልጣ እንተ ደኣ ሃሊኽን ዘይትፈልጣ ማለት እዩ ኣብ መጀመርያ ምስ ተወለዱ ኣብዚ ቤት ንባብ መጺኦም ኣባልነት ክመልኡ ከም ዘለዎም እንተ ደኣ ትደልዩ ማለት እዩ። እቲ ወላዲ ኣብዚ መጺኦም ክመልኡ ከም ዝኽእሉ ብዙሕ ጥቕምታት ከዓ ከም ዘለዎ ክሕብር ይፈቱ ማለት እዩ። ወላ ኣብ ጥራሕ ኣብዚ ዓድና ዘይኮነ ወላ ኣብ ብዙሕ ዓድታት እውን ከምኡ ዓይነት ሲስተም ዘሎ ኮይኑ ይስማዓኒ ማለት እዩ። ከመይ ገይሮም በቃ እቲ ወላዲ ነቲ ቆልዓ ናይ ምንባብ ፍቕሪ ከትሕዞ ከም ዘለዎ ማለት እዩ። ካብኡ እዚኣ ካርድ እዚኣ ተዋሂብና ማለት እዩ። ኣብ ዝደለናዮ እዋን መጺእና መጽሓፍቲ ክንልቅሕ ንኽእል ኢና። ክሳብ እቲ ዓሰርተ ሸሞንተ ዓመትን ዝኸውን እቲኦም ቆልዑት ከኣ ብነጻ እዮም እቲ መጽሓፍቲ ክወስድዎ ዝኽእሉ፣ ዝኸፍልዎ ገንዘብ የብሎምን ማለት እዩ። ጥቕሚ ምንባብ ገሊጽካ ኣይውዳእን እዩ፣ ንቆልዑት ጥራሕ ዘይኮነ ዋላ ንዓበይቲ እውን ኣዝዩ ዓቢ ጥቕሚ ኣለዎ ብዓቢኡ ልዕሊ ፍልጠት ምርካብካ ልዕሊ ብዙሕ ነገር ምፍላጥካ ማለት እዩ ኮንፊደንስ ክህልወካ ርእሰ ምትእማን ክህልወካ ኣብ ርእስኻ ይገብረካ ማለት እዩ ምንባብ ኩሉ ግዜ ምሉእ ሰብ እዩ ዝገብረካ ብዙሕ ነገር ክትፈልጥ ይሕግዘካ ማለት እዩ ኣብዚ ውሽጢ ከም ዝረኣኽንኦ እቲ ጽሑፍ ወይ ክማ ከም ዝረኣናዮ ብዙሕ ኣብ ምንባብ ግዜ ክንገብሮ ዘለና ነገራት ገለ ኣዳልዮም ዝጸሓፍዎ ነገር ኣሎ ንሱ ምናልባት ዓቢ ኣርእስቲ እዩ እሞ ብሰፊሑ ኣብዚ ከቕርቦ ይሓስብ ማለት እዩ ነቲኦም ቆልዑት ኣብ ከመይ ኩነታት ክነንብቦም ከም ዘለና ክነንብበሎም ከም ዘለና መጽሓፍቲ ቦታ ክንመርጽ ከም ዘለና ህዱእ ዝኾነ ሰዓት ክንመርጽ ከም ዘለና ዝሕብር ብዙሕ ነገር ኣሎ። ዋላ ኮፍ ክትብል ከለኻ፣ ከተንብቦ ከለኻ ነቶም ቆልዑት በየን ወገን ኢኻ ክትከውን ዘለካ፣ እስኻ ከተንብብ ከለኻ እቶም ቆልዑት ከኣ ብዙሕ ነገር ኣሎ ማለት እዩ። እሱ ዓቢ ኣርእስቲ ስለ ዝኾነ ምናልባት ብሰፊሑ ተተዘራሪብናሉ ንኹላትና ይጠቕመና ኢለ ይሓስብ ማለት እዩ። እዚ ሕጂ ከምዚ ውሽጡ ንሪኦ ዘለና ማለት ንሕና ስለ ሕጂ ናብዚ ህፃና ኣብ ዓድና ከዓ ከም ሳት ነገር ንቆልዑት ንህፃናት ብዙሕ ኣብ ቤት ንባብ ኪድካ ካብ ህፃንነቶም ገለ ኣይተለመደን ግን ኣብዚ መፂና እውን ክንሪኦ ከለና ዋላ እቶም ፀዓዱ ንባዕሎም እውን ነዚ ነገር እዚ ክጥቀሙሉ ከም ዘለዎም ብምሕሳብ እዮም ዘዳልዎ ማለት እዩ። እዚኣ ቦክስ ኩሉ ነገር ብዝርዝር ዝወሃብ ንዓና ስለዘይንፈልጥ ወይ ድማ ካብ ካልእ ዓዲ ስለዝመፃና ተባሂሉ ዘይኮነ እንኮላይ ነቶም ደቂ ተዓዲ እንኮላይ ነቶም ኣብዚ ቆልዓ ዝወለዱ ንኩላቶም እዩ ዝኸውን ማለት እዩ ትፅሑፍ ስለዚ ነቲ ኣብ ከባቢና ዝርከብ ከምዚታት ብልጫታት ክንጥቀመሉ ኣለና ይብል ኣነ ማለት እዩ ምክንያቱ ንኩሉ ሰብ ኢሉ ክሳብ ዝተዳለወ ብዘይ ኣፈላላይ ከኣ ክሳብ ዝተዳለወ ማለት እዩ ነቲ ዘሎ ጥቕምታት ወይ ድማ ነቲ ዘሎ ብልጫታት ክንጥቀመሉ ኣለና ማለት እዩ። እዚ ቦታ እትሪኦ ከም ዘለኽን ሕጂ ብፍላይ ራዮ ቆልዑት ፀኒሖምና ኣብዚ ማለት እዩ ምስ መፃና ምስ ደቀይ ከንብቡ ዝፀንሑ ቆልዑት ፀኒሖምና ቦታ ኣለዎም ንበይኑ እቲ ሰብ ከም ድላዩ ከንብብ ይኽእል እዚ ሕጂ ንሳመር ሃር ክኾን ከሎ ከምዚ በቃ ንፋስ ዘለዎ ቦታ ማለት እዩ ከይተጨናነቑ ሪላክስ ኮይኖም ከንብብሉ ዝኽእሉ ቦታ ንዓበይቲ ዋላ ንቆልዑ ዝተዳለዉ ማለት እዩ። ዋላ እውን ክተንብብ ዘይትደሊ ኮይንካ ዋላ ክተንብብ ተዘይደሊኻስ ናይ ምንባብ ሸውሃትካ ዝኸፍተልካ ዓይነት ቦታ እዩ ማለት እዩ። በዚ ኣጋጣሚ እዚ እንታይ ክብል እደሊ ብፍላይ ኣዴታት እንተ ቆልዑት ሒዝና ኣብ ገዛ ንውዕል ሃሊና እቶም ቆልዑት ኣብ ግዜ ዕረፍቲ ገለ ናብዚ ብምምጻእ መጻሕፍቲ ተለቂሕና ወሲድና ክነንብብ ወይ ድማ ኣብዚ ከኣ ንኣሽቱ ኮይኖም ትምህርቲ ከይጀመሩ መጺና ምስ ኣቶም መጻሕፍቲ እናንበብና ንሕና ሪላክስ ክንከውን ኣምዚ ድሪኦ ደለኽን በቃ ንኹሉ ምቹእ ተባሂሉ ዝተሰርሐ እዩ። እንዳ ሻሂ ኣለዎ፣ ኩሉ ኣለዎ፣ ሻሂና ቡና እንዳሰተና ኣብዚ ንሕና ግዜ ክነሕልፍ ንኽእል ኢና። ኣብ ኩሉ ዓዲ ከምሳት ኣሎ ኢለ ይሓስብ፣ ኣብ ሆላንድ ጥራሕ ዘይኮነ ማለት እዩ። እታ ኣደ እውን ካብ ገዛ ውፅእ ኢላ ንእሽተይ ናተይ ትብሎ ግዜ ወይ ድማ ሪላክስ ኮይና ግዜ ከተሕልፍ እውን ይረድኣ እዩ ማለት እዩ። ምኽንያቱ ቆልዑት ብዙሓት ስለ ዘለዉ እቲኦም ቆልዑት ምስ ቆልዑት ክፃወቱ ይኽእሉ እዮም ማለት እዩ። ካልኣይ ከኣ ንሕና ክነንብብ እንተ ደኣ ኣሪኦምና ከኣ እቲኦም ቆልዑት ናይ ምንባብ ልምዲ የሕድሩ ማለት እዩ። ምክንያቱ ንቆልዑት ብፍላይ ኣደ ስለ ዝበዝሕ ግዜ ምስኦም ተሕልፍ ካብ ግበሩ ክትብሎም ጌርካ ክተሪኦም ከለኻ እዩ እቲ ዝቐለለ ወይ ድማ ንስኻ ዝገበርካዮ ክገብሩ ስለ ዝደልዩ ንሕና ኣብዚ መጺእና መጽሓፍ ሒዝና ዲና ክንከይድ ወይ ከኣ ኣብ ገዛና ንመጽሓፍ ክነንብብ ከለና ወይ ኣብዚ ምስኦም ክነንብብ ከለና ናይ ምንባብ ሸውሃቶም ብኡ መጠን ናይቲኦም ቆልዑት ይዓቢ ማለት እዩ። ስለዚ ንሓሳባተይ ኣጥቕልል ከብሎ ኣብ ከምሳት ቦታ ብምምጻእ ወይ ድማ መጽሓፍቲ ብምክራይ ማለት እዩ ንደቅና ናይ ምንባብ ልምዶም ክነዕብየሎም እዚኣ እያ ኔራ እታ መልእኽተይ ማለት እዩ። ስለ ዝተኸታተልኩምኒ ኣዝየ እየ ዘምስግነኩም። ኣብ ዝመጽእ ቪድዮ ክሳብ ንራኸብ ሰላምን ጥዕናን ዘለዎ ሰሙን ይግበረልኩም። ሰሰናዩ ደሓን ቀንዩ።